ከም ትግራይ ዝነበረ ፈተና ኩላትና ንፈልጦ ኢና። ኣብ ዝሓለፈ ኣብዚ ኣዳራሽ እዚ እውን ተማይጥና ነርና ብጥምር ኮሚቴ። ነገር ግን ህዝቢ ትግራይ ብዝገበሮ ቃልሲ ኩልኹም ኣብ ዘለኹምን ብዝገበርኩሞ ቃልሲ እቲ ኣብ ልዕሌና ተጻዒኑ ናይ ጸላእትና ድሌት ንምምላእ በቋራጭ ጨውዩ ከርክበና ሓሲቡ ዝነበረ ምንቅስቓስ ብናይ ህዝቢ ቃልስን ከቢድ ዋጋን ናብዚ ደረጃዚ ተበጺሑ ኣሎ። ኣብዚ ደረጃ እዚ በቲ ግዜ እሱ ከምዚ ተኣኪብና ብዛዕባ ትግራይና ብዛዕባ መንግስትና ብዛዕባ ውድብና ብዛዕባ ቀጻሊ መኸተና ብዛባ ቀጻሊ ዕድላትና ምዝራብ ዘይከኣለሉ ጥራሕ ዘይኮነስ ብጣዕሚ ከቢድ ብዝተፈላለየ መንገዲ ኩሎም ህዝቢ ትግራይ ክቃለሰሎምን ንቕድሚት ክጓዓዘሎምን ሓሲቡ ኣብ መኸተ ይኹን ድሕሪ ኩናት ይኹን ኣብ ኩናት ዝሓዘም ዕማማት ንቕድሚት ከቕፅለሉ ዝኽእል ኩነታት ንምዝታይ ዘይከኣለሉ ኩነታት ነይሩ። እዚ ያው ሳላ ቃልስኹም ናብዚ ደረጃ እዚ በፂሕና ዝደለናዮ ክንዛረብ፣ ዝደለናዮ ክንእቅድ፣ ዝደለናዮ ስራሕቲ ክንሰርሕ፣ ክንዋቓቐስ፣ ክንመሰጋገን፣ ቀፃሊ ዕድልና ክንርኢ፣ ከም ህዝቢ ክንመክር፣ ምስ ህዝቢ ክንማኸር፣ ምስ ህዝቢ ክንማየጥ፣ ኩላትና በብደረጃና እውን እዚ ጉዳይ እዚ ከም ሓደ ኣካል ኮይና መፍትሕታትና ክንርኢ ዘኽእለና ኩነታት ተፈጢሩ ኣሎ። እዚ ከኣ ሳላ ቃልሲ ህዝቢ ትግራይን ብዘዋ ደረጃ እንተወሲድና ከኣ ሳላ ናይቲ ዘዋ ህዝብን ኣመራርሓን ዘካየዶ ቃልሲ እና ከምዚ ኢልካ ምዝራብ ናብዚ ደረጃ እዚ እቲ ኩነታት ምብፅሑ ባዕሉ ዓብዪ ዓወት እዩ። ባዕሉ ዓብዪ ንቐፃሊ ጉዕዘና እውን ዓብዪ ትርጉም ዘለዎ ናይ ሕውየት መንገዲ ሒዝና ከም ድላይና ሽግራትና ክንፈትሕ ዘኽእለና ኩነታት ከምዝፈጠርና ዘርኢ እዩ እና እዚ ግን እኹል ኣይኮነን ማለት በዚ ተኹራዕሪዕና በዚ እቲ ኩነታት ተረጋጊእና ኣብ ፅቡቕ ደረጃ ኣለና ኩሉ ነገር ቁፅርና ኢልና ንኹራዕርዐሉ ነገር ግን ኣይኮነን ስለ ዝኾነ ሕጂ እውን ኣብ ፈታንን ኣብ ከቢድን ኣብ ብዙሕ ዋጋ ክንከፍል ዘግድደና ኩነታት ኢና ዘለና ግን ነዚ ክንሰርሕ ዘኽእለና ምቹው ነገር ምፍጣርና ከኣ ተስፋ ዝህብ ስለ ዝኾነ እሱ ከም ሓደ ዓብዪ ናይ ቃልሲ ተኣሽሙ ክንወስዶ ስለ ዘለና እየ እና ሕጂ ኩላትና ከም ንፈልጦ ኣብ ዝሓለፉ እውን ገሊፀየ ነይረ ከም ተጋሩ ፀላእቲ ኣለውና ጀኖሳይድ ዝፈፀምልና ንሕና እውን ንህልውናና ዋጋ እናኸፈልና ኣለና ንቃለስ ኣለና ንምክት ኣለና ግን ፀላእትና ስዒርና ኣብቲ ዝብፃሕ ይበፃሕናን ፀላእትና እውን ሕልሞም ተግባራዊ ክኸውን ኣይከኣለን ምጥፋእ እዩ ነይሩ ከጥፍኡና ኣይከኣል ግን ክልቴና ኣብ መን ኣጥፈኤ መን ስዒሩ ወጸ ቃልሲ ኢና ዘለና ጸላእትና ንሕናን ማለት እዩ ስለ ዝኾነ ካብዚ ዝብገስ ኣብ ዘባና ይኹን ኣብ ትግራይና ዝሰርሕዎ ብጣዕሚ ሰፊሕ ሓሊኹካ ሓሊኹ ዘውድቕን ጠቕላላ ብቐጻልነት ከም ህዝቢ ተመሊስና ከምዘይንለዓል ተበታቲንና ክንተርፍ ዘኽእል ናይቲ ዝሓለፈ ጀኖሳይዳዊ ኹናት ተቐፅላ ብዝኸፈእ መልክዑ እውን ህዝቢ ትግራይ ንምብታን ዝተፈላለዩ ስራሕቲ ይሰርሑ ኣለዉ። እዚ ሓደ ሓድነትና ምብታን እዩ። ኩሉ ግዜ ንሪኦ እቲ ሓድነትና ምብታን እዩ። እተን ዓቕምታትና ዝበሃላ ናይ ህዝቢ ትግራይ ባልዩ ዝበሃላ ናብዚ ዘብፅሓና ከም ህዝቢ ቀፃልነትና ዘረጋግፃ ዓቕምታት ህዝቢ ትግራይ ዝበሃላ እተን ባልዩታት ናይ ህዝቢ ትግራይ ዝበሃላ ኣብአን ተመስሪትካ ንሰን ክመኽና ምግባር እዩ። ካብአን ሓደ ሓንቲ ተሓድነትና እያ። ዓባይ ነገር ተወሳኒት ቀፂሉ ትሞራልና፣ ትሰዓራይነትና፣ ተስፋና ተይንግዛእ ኣይንግዛእን በሃላይነትና እዚ ኩሉ እቶም ባሊታትና እዮም ኣብዚኦም እዮም ዝረባረቡ ዘለው እዚአን ከመይ እዮም ዝረባረቡለን ዘለው ዝብል ያው ድኽነት ኣለና ናይ ኩናት በሰላና ከቢድ እዩ ተመሳቃቂሉ እዩ ዘሎ ህዝቢ ትግራይ ዝተፈናቀለ ካብ ፀለምቲ ካብ ምዕራብ ትግራይ ጥራሕ ኣይኮነን ባዕሉ ኣብቲ ዘባ ሰሜን ምስራቅ ኣብ ዘባ ደቡብ ምብራቅ ይኹን ኣብ ደቡብ ይኹን ኣብ ሰሜን ምዕራብ ይኹን ኣብ ማእኸላይ ይኹን ኣብ ምብራቅ ይኹን ዘሎ ህዝቢ ባዕሎም መቐለ ዘሎ ተፋናቂሉ እዩ። ኩላትና ተፋናቀልቲ ኢና ባይ ዘ ወይ ምፍንቃል ማለት ካብ ስራሕካ ካብ ዝወጠንካዮ ካብ ዝኣቀድካዮ ካብ ዝሓሰብካዮ ካብ ምዕሩይ ናይ ህይወት ጉዕዞ ኩሉ ህዝቢ ትግራይ ተፋናቂሉ እዩ ኣብ ቦትኡ የለን ቅድሚ ኮይናት ዝነበሮ የለን ብዙሕ ሰብ ከምዚ እዚ ናይ ምዕራብ ትግራይ ናይ ገለ ግዛዕ ምዛዕ ተፋናቀል ይዛረብ ግን ምፍንቃል ስነልቦናዊ ምፍንቃል ማተርያላዊ ምፍንቃል ኢኮኖሚያዊ ኣብ ኩሉ ትግራይ ተፋናቂልና ስለ ዘለና እዚ ምፍንቓል እዚ ኸኣ ዓብዪ ናይ ኤኮኖሚ ሽግር ፈጢሩልና ስለ ዘሎ እዚ ከቢድ ናይ ኤኮኖሚ ጸገም ተጠቒሞም ከም ህዝቢ ክብትኑና ብዓብዩ ይሰርሑ ኣለዉ። ነዚ እዩ ሕጂ ኣብ ትግራይ ተራእዩ ዘይፈልጥ ተለኣኣኺ ኣብ ትግራይ ተራእዩ ዘይፈልጥ ኽድዓት ኣብ ትግራይ ተራእዩ ዘይፈልጥ ሕሽክርና ዝረእ ዘሎ ውፅኢት ናይቲ ብኩናት ዝተፋናቀለ ህዝቢ ትግራይ ዝበፅሖ ኢኮኖሚያዊ ጥቕዓት ናይዚ ውፅኢት እዩ ምንም ካሊእ ዝተፈለየ ነገር የብሉን። ስለዚ እዚ ይጥቀሙልና ኣለዉ ከም ጸላእቲ ድኽነትና ይጥቀሙ ኣለዉ ማለት እዩ። እቲ ኣብ ትግራይ ዝፈጠርዎ ጀኖሳይዳዊ ኩናት ናይ ኢኮኖሚ ማሕበራዊ ጠቕላላ ከም ህዝቢ ዝፈጠሩልና ምምስቓል እዚ ከም ሓደ ነገር ይጥቀምሉ ኣለዉ ማለት እዩ። ሕውየት ከይፍፀም ኣብ ትግራይ ይገብሩ ኣለዉ። ኣብ ትግራይ እንሓስቦ ነገር እንእቅዶ ነገር ተፈፃሚ ከይኸውን ተግባራዊ ከይኸውን ዝኣኽሎም ይፅዕሩ ኣለዉ። ባጀት ብምዕፃው ድዩ ነዳዲ ብምኽላእ ድዩ በቃ ታህዲድ ብምፍጣር ዝተረጋገእ ስነ ልቦና ዋላ ኮይናት ኣይሃሉ ዝተረጋገእ ስነ ልቦና ከይህሉ ህዝቢ ልቡ ተንጠልጢሉ እዚ ተፈጠረ እዚ ኮነ ከምዚ መፀ ብዝብል ናብ ሙዕሬ ኣተሓሳስባ ኣትዩ ኢኮኖሚ ይኹን ህይወቱ ከየዕሪ ይገብሩ ኣለዉ። እዚ እቲ ናይ ባዕልና ሽግር ብዓብይኡ ተወሲኽዎ ኣብ ጠቕላላ ህዝቢ ትግራይ ሕውየት ከይፍፀምን ከም ህዝቢ ናብ ሙዕሪ ነገር ከይንኣቱን ብዓብዩ ይገብሩ ኣለው። እዜ ኩሉ ኣብ ፖለቲካ፣ ኣብ ኢኮኖሚ፣ ኣብ ማሕበራዊ፣ ኣብ ዲፕሎማሲ፣ ኣብ ስነ ልቦናዊ ጥቕዓት ዝምስረት ኮይኑ ብፍላይ ከኣ ናብታ ናይ ባዕልና ናይ ጸጥታ ስራሕ ክንመጽኣ ከለና ከኣ ታይ እየን እተን ናይ ፀጥታ ኣብ ፀጥታዊ ኩነታት ዘለዋ ሽግራት ኢልካ ምፍላየን ፅቡቕ እዩ። ፀፅታ እንተዘየለ ኣብ ሓደ ዓዲ ዝኾነ ህልውና ናይቲ ዓዲ ክረጋገፀ ይኽእልን እዚ ፍሉጥ እዩ። መጀመርያ ከም ህዝቢ ውሕስ ክኸውን ክኽእል ኣለዎ። ኩሎም ናይቲ ዓዲ ውዳበታት፣ ኩሎም ናይቲ ዓዲ ማሕበራዊ ምንቅስቓሳት፣ ኩሉ ናይቲ ህዝቢ ምንቅስቓስ ውሕስና ክህልዎ ክእል ኣለዎ። ውሕስና እንተልይዎ ብዛዕባ ካልኦት ክሓስብ ይኽእል እዩ። ኣብዚ ውሕስና ተዘየልዩ ግን ብዛዕባ ህይወቱን ብዛዕባ ከመይ ከም ዝሓድር ሎማዓንቲ እዩ ክሓስብ ዝኽእል። ካብኡ ንላዕሊ ብዛዕባ መሰሉ፣ ብዛዕባ ህልውንኡ፣ ብዛዕባ ቀጻሊ ዕድላቱ ብፍጹም ክሓስብ ኣይኽእልን። ብዛዕባ ሎማዓንቲ ብህይወተይ ድየ ይሓድር ኣይሓድርን እዩ ክሓስብ ዝኽእል። እዚኣ ከኣ ብደንቢ ይፈልጥዋ እዮም ጸላእትና እውን። ስለዚ ጸጥታ ክነልዕል ተለናስ እቲ ኩሉ ነገር ንክንገብር እቲ ዝውስነና ሓደ ዓብይ ነገር እዩ ማለት እዩ። ፀፅታ ደሞ ብመሰረቱ ማሕበረሰባዊ እዩ። ብናይ ማሕበረሰብ ምንቅስቃስ እዩ ዝፍታሕ። ኣብቲ ማሕበረሰብ መንግስቲ ኣሎ፣ ፖለቲካዊ መሪሕነት ኣሎ፣ ናይ ፀፅታ ኣካላት ኣለዉ፣ ናይ ሕጊ ኣካላት ኣለዉ። እዚኦም ኩሎም ናይቲ ህዝቢ መሳርሒ እዮም። ናይቲ ህዝቢ መገልገልቲ እዮም። እዚኦም ተደሚሮም ናብ ህዝቢ እዮም ተፀዋዕነቶም። ህዝቢ ከዓ ሞራል ናይ ስራሕ ተስፋ ኩሉ ነገር ንክገብር ከዓ እቲ ህዝቢ ኣብ ድሕሪት ኮይኑ ይድግፎም ማለት እዩ ስለዚ ፀፅታዊ ኩነታት ወሳኒ እዩ እዚ ናይ ዝኾነ መራሒ ናይ መጀመርያ ስራሕ እያ እዚ ንዝኾኑ ናይ ፀፅታ ሰባት ወይ ዝኾኑ ናይ ሕጊ ሰባት ወይ ገለ መታት ሂብካስ ዝሕለፍ ኣይኮነን። ስለዝኾነ በቢደረጅኡ ዘሎ መሪሕነት ዋና ስርሑ ፀፅታን ምርግጋእን ምፍጣር እያ እታ ናይ መጀመርያ እታ ናይ መጀመርያ ናይ ቀበሌ መራሒ ይኹን ናይ ወረዳ መራሒ ይኹን ናይ ዞባ መራሒ ይኹን ናይ ክልል መራሒ እቲ ፖለቲካዊ መሪሕነት እየ ዝብ ዘሎ። እቲ ካሊእ ፈፃሚ እዩ ልኡኽ ዝወሃብ እዙይ ስራሕ ዝበሃል እዙይ ግበር ዝበሃል እዩ እቲ ናይ ፀፅታ ሓይሊ ካልኦት ኣካላት እቲ ፖለቲካዊ መሪሕነት ግን ወሳኒ እዩ ኩሎም ውሳነታት ዝውስን ማለት እዩ ስለዚ ካብዚ ኣንፃር እዚ እቲ መሪሕነት ዋና ስርሑ ናይ መጀመርያ ውሕስቲ ክገብራ ዘለዎ ፀፅታዊ ኩነታት ናይቲ ህዝቢ እዩ ስለዚ ካብዚ ኣንፃር እዚ ኣብዚ ዘሎ መሪሕነት ከኣ ፖለቲካዊ መሪሕነት ስለ ዝኾነ እቲ ጸጥታዊ ኩነታት ክዕርን ንዘይክዕርን ኣብ ኢዱ ስለ ዘሎ ብክብደቱ ብዝግባእ ምርዳእ ኣድላይ ኢዩ ኢየ ክብል ደልየ። ናይ መጀመርያ ብመሰረቱ ደው ክነብሎ ዘለና ቅትለትን ፈተነ ቅትለትን ምስ ቅትለትን ምስ ኣካል ምጉዳልን ዝተተሓሓዙ ነገራት ኣለው ማለት እዚ ተሰሪቑ እዚ ተመንጢሉ እዚ ተሓዲጉ ክበሃል ይከኣል እዩ እታ ዝኸፍአት ግን ህይወት እያ ህይወት ምሕላፍ ማለት እዩ ኣብ ሰባት ህይወት ምኽፋል እንተልዩ እቲ ዝኸፈ እዩ ልዕሊ ሚልዮናት ምስራቕ እዩ ልዕሊ ዓበይቲ ትካላት ምዝራፍ እዩ ህይወት። ስለዚ ህይወት ብህይወት ዝመጽእ ናይ ጸጥታ ሽግር እቲ ዝኸፍኤ ሓደጋ እዩ። እዚ ኣሎ ኣብ ዞባና ኣሎ ኣብ ትግራይ ኣሎ። ኣብ መሰረተ ልምዓታት ዘነጻጸረ ፖለቲካሊ እዩ እዚ ኣብ መሰረተ ልምዓታት ዘነጻጸረ ውድመት ዝርፍያ ኾነ ኢልካ ማለት እዩ ተራ ስርቂ ኣይኮነን። ፖለቲካዊ ትሕዝቶ ዘለዎ እዩ። እዚ እውን ሓደ እቲ ዝረአ ዘሎ ሽግር እዩ። ክትራን ኣሎ፣ ስርቂ ኣሎ፣ ዛቻ፣ ምፍርራሕ፣ ብቀላ ኣሎ፣ ዘይሕጋዊ ዕጥቂ ዝውውር ኣሎ፣ ዘይሕጋዊ ናይ ሰብ ዝውውር ኣሎ። ኣብ ዋና መስመራት ብለይትን ብቐትርን ዝተፈላለዩ ዝርፍያታት ከትራናት ኣሎ። ውሽጣ ውሽጢ ንዓመፅን ንዕግርግርን ንምፍጣር ዝግበር ውዳበታት ዝግበር ናይ ፀላኢ ልኡኽ ሒዝካ ምንቅስቓሳት ኣሎ። እዚ ዓብዪ ትርጉም ክንዎ ዘለና እዩ። እቲ ካልእ እቲ ሽግራት ዝብሎ ዘለኹ ዝፀንሐ ኩላትና ብደንቢ ንፈልጦ እዩ። እቲ ውሽጣዊ ዕግርግርን ህውከትን ብምፍጣር ጠቕላላ ዘይተረጋገ ኩነታት ብምፍጣርን ብኡ ኣቢልካ እውን ኣብ ህይወት ሰብን ኣብ ጠቕላላ ምሕደራናን ኣብ ጠቕላላ ፀፅታዊ ኩነታትን ዘይንቆፃፀሮ ነገር ብምፍጣር ብኡ ገይሮም ከዓ ዕላምኦም ንምስኻዕ ኮነ ተባሂሉ ብፀላእቲ ዝግበር እዩ። ብተራ ናይ ዘረፍቲ ናይ ሰረቕቲ ናይ ዝኾኑ ቦዘኔታት ዝፍጸም ኣይኮነን ፖለቲካሊ እዩ እዚ ካብ ውሽጢ ብዕግርግርን ብህውከትን ተሓሳቢ ዝገበረ ስራሕቲ ዝስራሕ ማለት እየ ኣብ ኣምሓራን ዓፋርን ዘለዉ ናይ ብልፅግና ተመወልቲ ዕስዋት ኣብ ውሽጢ ምስ ዝወደውዎ ሓይሊ ብጣዕሚ ዝተኣሳሰረ ርክብ ብምፍጣር ቀፃሊ ህውከት ክህሉ፣ ዘይምርግጋእ ክህሉ፣ ምጥርጣር ክህሉ፣ ፍርሒ ክህሉ፣ ስግኣት ክህሉ፣ ተኣማሚኑ እቲ ውሽጢ ዘሎ በብደረጅ ዘሎ ምሕዳር ይኹን ዝቃለሶም ሰብ ኣብ ስግኣትን ምሽቑራርን ብምእታው ካብ ልቡ ካብ ክንዲ ምስራሕ ኣብ ምምድማድን ምሽምጋልን ዘይምዕሩይ ቃልሲ ንምግባር እትግድደሉ ኩነታት ንምፍጣር ይሰርሑ ኣለዉ። ንቕንፀላ፣ ንምፍርራሕ፣ በብከባቢና ኩላትና ከምንፈልጦ ናብ እገለ ዝበሃል ምምሕዳር ከባቢ ቡምባ ተደውርዩ፣ ተኹሲ ተተኩሱ ምናምን ዝበሃል ኣሎ። እዚ ኮነ ተባሂሉ ተኣቂዱ ዝፍጸም እዩ። ሽብር ምፍጣር እዩ። ተጠንቀቑ፣ ኣየዋጸኩምን፣ ኢድኩም ኣልዕሉ። ምሳና ተሓባበሩ ካብ ዝብል መልእኽቲ ንምሕላፍ ዝግበር ነገር እዩ። በብዚ ከባቢኡ ዝተፈላለዩ ተኹስታት ኣለዉ። ናይ ሽብር ተኹስታት ዘይተሓዝ ዘይፍለጥ መን ተኩስዎ ዘይፃረ ሓደ ሓደ ግዜ ብሓደ ሰዓት ኣብ ብዙሕ ቦታ ተመሳሳሊ ርችት ዘለዎ ጥይት ዘለዎ ብዙሕ ነገር እዩ ዝግበር። እዚ ስእሊ ቀሊል ነገር ክመስሎ ይኽእል እዩ፣ ሰብ ስለ ዘይሓለፈ። ብመሰረቱ ኣብቲ ማሕበረሰብ ዝፈጥሮ፣ ኣብቲ ስርዓት ዝፈጥሮ፣ ኣብቲ ህዝቢ ዝፈጥሮ ምንጋዕ ግን ከቢድ እዩ። ኣብ ከተማታት፣ ኣብ ምምሕዳራት፣ ኣብ መሰረተ ልምዓታት ዝተፈላለዩ ናይ ፈንጂ ናይ ቡምባ ጥቕዓታት ንምግባር ምድላዋት ኣሎ። ዝተተሓዘ ኣሎ። ኣፈንዲኦም እዮም ኣብ ሰብ ዋላ ሓደጋ የብፅሑ። ነዚ ዝተዋፈረ ሙሉዕ ናይ ፈንጂን ካልኦት ነተጉቲ ነገራትን ሒዙ ዝተዋፈረ ሓይሊ ብዙሕ እዩ። ስለዚ ጠቕላላ ናይ ሽብር ስራሕ ንምስራሕ ብዝተፈላለየ መንገዲ ዝግበር ነገራት ኣለዉ። ብሓሶትን ዘይስሩዕ ወረን ህዝቢ ብምድንጋር ተስፋ ክቖርፅን ናይ ቃልሲ ወኒኡ ክደክምን ምግባር ኩላትና ንፈልጦ ኢና ዘሎ ወረ ሓሶት በለካ ለኽዐካ እዚ ተስፋ ከይህሉ ተስፋ ከይህሉ ሞራል ከይህሉ በቃ ዝተዘረገ ስነ ልቦና ክህሉ ዝተዘረገ ስነ ልቦና ብምፍጣር ቅጥዑ ዝጠፍኦ መንገዲ ዝጠፍኦ በተሓሳስባ ደረጃ ኣብ ዕንክሊል ዝነብር ማሕበረሰብ ብምፍጣር ድልየትካ ንምግባር ዝግበር ምንቅስቓስ እዩ። ውድብ፣ መንግስቲ፣ ኣመራርሓ ሹም ብምጥፋእ፣ ብምፅላም ብኡ ጌርካ እውን በቃ መዋፃፅኦ የብልናን ዝብል መንፈስ ብምፍጣር ነቲ ህዝቢ ተስፋ ክስእል ምግባር እዩ ብኡ ኣቢልካ እውን ፅቡቓት ነገራት ፀለሎ ምልካይ ፅቡቓት ነገራት ከይረአዩ ፅቡቓት ነገራት ሰብ ከየስተማቐር ካብኡ ተወጊሱ እውን ተስፋ ከይገብር እዚ ብዝበለፀ እዚ ከምዚ ዓይነት በለካ ለኽዐካ ወረን ወንጀለኛታትን ላይቡን ሰረቕትን ብዝተወደበን ብዘይተወደበን ብፀላኢ እውን ዝዋፈሩ እዮም እዚ ዝገብሩ በዚ ጌርካ በቃ ተስፋ ዘለዎ ኣብ መሪሕነት ተስፋ ዝሰኣነ ውድብ ተስፋ ዝሰኣነ መንግስቲ ተስፋ ዝሰኣነ ኣብ ሰራዊት ተስፋ ዝሰኣነ ማሕበረሰብ ብምፍጣር መዋፃፀኢ የብልናን ስለዚ ካሊእ መማረፂ ክንደሊ ኣለና ዝብል ኣተሓሳስባ ክፍጠር ተሓሳብ ዝገበሩ ስራሕቲ እዮም ስርሑ። እዚ ብድምሩ ኣብ ዘዋና ይኹን ጠቕላላ ብፍላይ ሕጂ ፀላኢ ብዝተወደበ መንገዲ ኣብ ውሽጥን ኣብ ደገን ካብ ውሽጢ እውን ሓይሊ ብምውዳብ ካብ ደገ እውን ሓይሊ ብምውዳብ ክልቲኡ ብምትእሳር ናብ ናዕብን ግርግርን ናብ ተስፋ ምቑራፅን ናብ ካሊእ መማረፂ ምድላይ ነቲ ማሕበረሰብ ክኣቱ ብጠቕላላ ኣብ ህውከት ክንኣቱ ብኦቢልና እውን ንፀላእቲ ብኦቢሉ እውን ንፀላእቲ ምችው ኩነታት ክፈጥር እሞ ፀላእቲ ካብዚ ተበጊሶም ስርሖም ክሰርሑ ዘኽእልሉ ኩነታት ይፍጠር ኣሎ ማለት ከምዚ ዓይነት ኩነታት ኣብ ውሽጥና ኣሎ ዋላ ብዙሓት ለውጥታት ተሃለዉ ካብቲ ዝፀንሐ ግን ሕጂ ብጭቡጥ እዚኦም ኩሎም ዘለዉ ተግባራት እዮም። እዚ ከም መእተዊ ዛረቦ ዘለኹ እምበር ካብዚ ንላዕሊ ብዙሓት ነገራት እውን ኣለዉ። ፀፅታና ንክዋሳሰብ ምክንያት ዝኾኑ ወይ ደሞ እቶም ሕጂ ዝበልናዮም ንክዋሳሰቡ ምክንያት ዝኾኑ ነገራት ከ ኣለዉ። ምክንያት ዝኾኑ ነገራት ኣለዉ። ሓደ ኣብ ሓድነትና ዝተፈጠረ ሽግር እዩ። ኣብ ሓድነትና ዝተፈጠረ ኮነ ኢሎም ፀላእትና ብናህና ድኽመት እውን ኣብ ህዝቢ ትግራይ ኣብ ናይ ህዝቢ ትግራይ ሓድነት ዝተፈላለዩ ሽግራት ተፈጢረ እዮም። እሊታትና ኣብ ሓደ ኣተሓሳስብ ኣይኮኑን ዘለዉ ዝተፈላለዩ ማሕበረሰብ ዝተፈላለዩ ማሕበራት መናእሰይ፣ ደቂ ኣንስትዮ ካልኦት ውዳበታት ዝተፈላለዩ ሓሳባት ኣለው ኣብ ሓድነትና ዝምልከት ማለት እዩ ሓደ ዓይነት ኣተሓሳስባ ኣይኮናን ዘለና እዚ ናይ ሓድነትና ምዝራግ ሓደ ቁልፊ ናይ ፀጥታ ሽግር ክፍጠር ምክንያት እዩ ምክንያቱ ሓድነት ማለት ናይ ኣተሓሳስባ ሓድነት ኢና ንብ ዘለና ናይ ኣተሓሳስባ ሓድነት እንተዘየልዩ ዝተፈላለዩ ኣተሓሳስባታት ኣለዉ ማለት እዩ እዞም ዝተፈላለዩ ኣተሓሳስባ ከዓ ከይደም ከይደም ጎንፂ ይፈጥሩ ከይደም ከይደም ዘይምርዳእ ይፈጥሩ ከይደም ከይደም ምጥቕቃዕ ይፈጥሩ ከይደም ከይደም ምውንጅጃልን ዘይምርዳእን ይፈጥሩ ማለት እዩ ኸይዲ ኸይዲ ኸኣ ያው ናይ ጸላኢ መሳርሒ ይኸውን መጨረሽኡ። ናይ ጸላኢ ልኡኹን ናይ ጸላኢ ተግባራትን ዝፈጽም ኩነታት ይፍጠር። እቲ ፖለቲካና ኣፈጣጥርኡ ናይ ባዕሉ ኣውንታውን ኣልታውን ነገራት ኣለዎ። ከም ህዝቢ ቃልሲ ጀሚርና ኣብ ዝሓለፈ 17 ዓመት ብድሕሪኡ ክንቃለስ ከለና ኩሉ ሰብ ሓደ እዩ ነይሩ ኣተሓሳስቡ ሓደ እዩ ነይሩ ኣተሓሳሰቡ ማለት ኣብቲ ኩነታትስ ተረዳዲ እዩ ኣብቲ ኩነታትስ ካሊእ መማረፂ የለን እዚ ቃልስን እዚ ቃልስን ጥራሕ እዩ እዚ ቃልሲ ከዓ በቲ ሕጂ ንኸዶ ዘለና መሪሕነትን ዕላማን ጥራሕ ኢና ንዕውቶ እዚ ናይ ኩሉ ህዝቢ ትግራይ ርድኢት እዩ ኣይ እዚ ኣየዋፀናን በዚ ኣየዕውተናን ካሊእ ውዳበ ንድለ ካሊእ ውድብ ንድለ ካሊእ ዕላማ ንድለ ኣይነበረን ከም ህዝቢ ኣቲ ግለሰባት ኣይነበሩን ወይ ጉጅለታት ኣይነበሩን ክብለል የኮንኩን ከም ህዝቢ ግን ተረዳዲኡ እዚ ሓልሓሊፉ ኣብ ዝኾነ ማሕበረሰብ ዝፍጠር እምበር ጠቕላላ ኣብ ህዝብታት ከምኡ ኣይፍጠርን ጽቡቅ እዩ ተተፈጢሩ ኣነ ግድን ኣፈላላይ ምፍጣር ኣይኮነን ዕብየት ኣፈላላይ ዝፈጥር ነገር ስለ ዘይነበረ እዩ በቃ ኣብቲ ጉዳይስ በቃ ንሱን ንሱን እዩ ትኸይል ስለ ዝኾነ ተረዳዲ እዩ እዚ ኸይዱ ኸይዱ ኣፈላላይ ኣብ ትግራይ ኣብ ዝበዝሐሉ ግዜ ካልእት መማረፅታት ኣብ ትግራይ ኣብ ዝበዘሕዝሉ ግዜ ነዚ ዘየተኣናግድ ነገር ንኸፈጥር ከኣ ይግደድ እዩ። እቲ ዝተለመደ ፖለቲካ ኣብ ሓደ እዩ። እቲ ዝተለመደ ምርዳእ ከም ተጋሩ ኣብ ሓደ ጉዳይ ተረዳዲእና ኢና መፂእና። ብዙሓት ጉዳያት በብዝመስለና እናተኣናገድና ስለ ዘይመፃእና ማለት እዩ። እዚ ናይ ባዕሉ ጠንካራ ደካማ ጎኒ ኣለዎ። ከይዱ ከይዱ ግን ኣፈላላያትን ዝተፈላለዩ ሓሳባትን ኣብ ዝፍጠሩሉ ግዜ ነዚ ዘተኣናግድ ባህሊ፣ ነዚ ዘተኣናግድ ልምዲ፣ ነዚ ዘተኣናግድ ኣመፃፅኣ እንተዘየልዩ ሽግር ይፍጠር ማለት እዩ። እዚስ ኣብ ሓድነትና ትርጉም ስለ ዝህልዎ እዩ። ኣብ ሓድነትና ኣብ ሓቢርካ ኣብ ናይ ህዝቢ ትግራይን ናይ ተጋሩን ድልየታትን ህልውናን ብሄራዊ ረብሓን ሓደ ዓይነት ክትከውን ኣለካ። ኣብ መንገዱ፣ ኣብ መማረፅታቱ፣ ኣብ ኣካይዳታቱ ግን ክትፈላለ ትኽእል ኢኻ። ግን ሕጂ ሕጂ ኣብቲ ህልውና ናይ ህዝቢ ትግራይ እውን የፈላላይ እናተፈጠረ መፅዩ ናይ ህዝቢ ትግራይ ዕድላትን ህልውናን ከይተፈላለኻ ኣብ ኣፈፃፅም ኣብ ኣካይዱ ትፈላለ ትኽእል ኢኻ ግን ከይዱ ከይዱ ሕጂ ኽሕድ ኣቢልካ ህዝቢ ከም ህዝቢ ህልውንኡ በዓል ይፈልጥ ኢልካ ኽሕደት እውን ተፈጢሩ እዚ ኣፈላላይ ኣይኮነን ማለት ፀላእነት እውን እዩ ፀላእነት እውን እዩ ዝኸውን ማለት እዩ። ስለዚ ሓድነትና ሓደ ንፀጥታና ሽግር ዝኸውን ናይ ሓድነትና ዘሎ ሽግር እዩ። እዚ ኣብ ተፈጢሩ ዝነበረ ሽግር ብፍላይ ኣብ ኣመራርሓና ኣፈላላያት ክፍጠሩ ኣብ መናእሰያትና ኣብ ደቂ ኣንስትዮ ኣብ ዓበይቲ ኣብ ሽማግለ ኣብ ሃይማኖት መራሕቲ ተይተረፈ ኣፈላላያት ክፍጠሩ ምክንያት ኮይኑ እዩ። በዚ ምክንያት ከዓ ዝተፈላለዩ ሽግራት ተፈጢሮም እዮም። እዚኦም ከመይ ንሕውዮም ግን ሓሲብና ክንከይድ ክንክእል ኣለና። እዚኦም ከመይ ንሕውዮም ሓሲብና ክንከይድ ክንክእል ኣለና። ምክንያቱ ንፀፅታና ሓደ ጠንቂ ስለ ዝኾነ ካሊእ ምክንያት ኣብ ትግራይ ብሰንኪ ኲናት ዝተፈጠረ በሰላታት ስለ ዘይተሓከመ እዩ ንፀፅታና ሽግር ዝኸውን ሕውየት ኣይተፈፀመን እቲ ኩናት ዝፈጠሮ ምፍንቓል ተዓንትዎ ዝበልኩ እዩ ህዝቢ ትግራይ ስኩሉ ተፈናቒሉ በዚ ምክንያት በሰላ ናይቲ ኹናት ከቢድ እዩ። በቲ ናይቲ ኹናት በሰላ ምኽንያት ዝተረጋገ ጸጥታዊ ኩነታት ዝተረጋገ ምርድዳእ ንኸይህሉ ገይርዎ እዩ። ስራሕ ስእነት ከቢድ እየ ብትግራይ ምኽንያቱ ተፋናቒልና ኢና ኢልና ኣለና በቲ ኹናት ስራሕ የለን እቲ ኢኮኖሚ መይቲ እዩ መንእሰይ ኣለና ብዙሕ ማሕበረሰብ ኣሎ እዚ እንተይበልዐ ይሓድርን እንተይሰተየ ይሓድርን በሊዑ ሰትዩ ክሓድር ከዓ ስራሕ የለ እዩ ኣታዊ የለ እዩ ኣታዊ ስለ ዘየለ ከኣ ግድን ዝተፈላለዩ ወንጀላት ምፍጣር ምስራሕ ይመጽእ ማለት እዩ። ስለዚ ብሰንኪ እቲ ኩናት እዩ ኩሉ ዝመጽእ ስራሕ ስእነት ተስፋ ምቑራጽ እዩ ዝፈጥር። እዚ ተስፋ ምቑራጽ ከዓ ዝተፈላለዩ ወንጀላት ክትሰርሕ የግድደካ ማለት እዩ። ካሊእ ኣብ ቀፃሊ መዋፃፅኦና ናይ ተጋሩ ዕድላትና እንታይ እዩ ዝብል እውን ባዕሉ እዚ ቀሊል ነገር ኣይኮነን ቀሊል ነገር ኣይኮነን እዚ ምክንያቱ ተስፋ እዩ ዝህብ ቀፃሊ ዕድላትና በዚ መንገዲ እዚ መዋፃፅኦና እዚ እዩ ናይ መጨረሻ ሽቶና እዚ እዩ ናይ መጨረሻ ግብና እዚ እዩ ኢልካ ትረኣደኣሉ ነገር እንተዘየልዩ እንታይ ኢና ንኾን ዘለና ኢሃት ናበይ ኢና ንጓዓዝ ዘለና መጨረሹ ውፅኢቱ እንታይ እዩ መሰል ዓርሰ ውሳነና ሃገር ምምስራት ድዩ ምስ ኢትዮጵያ ምንባር ድዩ ካልኦት መማረፅታት ድዮም ናበይ እዩ ዝኸይድ ህዝቢ ትግራይ ናበይ እዩ ዝቃለስ ዝምክት ድሕር ዘይነፂርካሉ ዝተፈላለዩ ተስፋ ዘይህቡ ኣተሓሳስባታት ክፍጠር ይግደድ እዩ። እዚ እውን ባዕሉ ንፀጥታና ሽግር እዩ ዝኸውን። ትግራይ ንምድሓን እንገብሮ ናይ ሓባር ቃልሲ ናይ ኮሚትመንት ሽግራት ምጉዳል ኣሎ። ናይ ኮሚትመንት ሽግር ኣሎ። ምኽንያቱ ኣብ ትግራይ ቀስ እናበለ እናማዕበለ ዝመፀ ምድሕርሓር ግላውነት ህዝቢ ማእኸል ጌርካ ብምቅላስ ንህዝቢ ምእንቲ ኢልካ ትኸፍሎ ዋጋ ክትከፍል ድሉው ዘይምዃን እዚ ባዕሉ ነቲ ፀጥታዊ ኩነታትና ሽግር ዝፈጥር እዩ። እቲ ዝበልክዎ ካሊእ ኣብ ህዝብን ዓድን ክሕደት ምፍጣር በቃ ከሓዲ ዝኾነ ኣተሓሳስባ ሲ እናበለ መፅዩ እናሰፍሐ መፅ በቃ ንክትክሕድስ ንድሕሪት ዘይትብል ማለት ዓዲ ክትክሕድ ህዝቢ ክትክሕድ ስዋኣት ክትክሕድስ ሕንኽ ዘይትብል በቃ ማለት ክሕደት ኣይነበረን ቀደመት ይሒዙ ማለት ኣይኮነን ግን ብውልቀ ሰባት እዩ ዝረአ ሕጂ ግን ከም ጉጅለ ከም ቡድን ከም ዝኾነ ኣካል ክሕደት ጭካነ ዘለዎ ክሕደት ማለት ጭካነ ዘለዎ ክሕደት ብዘይ ምንም ሕንከት ትፍጽም። ስለዚ ክሕደት እንተልዩ ዝኾነ ወንጀል ክትሰርሕ ናይ ዝኾነ ልኡኽ ናይ ዝኾነ ጸላኢ ልኡኽ ተቐቢልካ ዝኾነ ወንጀል ንክትፍጽም ንድሕሪት ኣይትብልን ማለት እዩ። ብዙሕ ዝተቀያየመ ማሕበረሰብ ብዙሕ ዝተቀያየመ ዝተቋሳሰለ ማሕበረሰብ ኣለን ባዕሉ እቲ ፖለቲካና ዝፈጠሮ ሰባት ምንም ናቶም ሽግር ኣይኮነን ፖለቲካዊ መሪሕነት ብዝፈጥርዎ ሽግር ምክንያት ብጣዕሚ ሰፊሕን ሲስተማቲክን መዋቕራውን ዝኾነ ሙስና እዩ ትግራይ ከጥፍኣ ደልዩ ዘሎ። ሰው ኢሉ ቀሊል ነገር ኣይኮነን ባይዘወይ ብዙሕ ሰብ ሙስናስ ወይ ግዕዝይናስ ሰባት እስር ኣቢልካ ዝኾነ ናይ ፍትሒ ኣካላት ቅይሪር ኣቢልካ ዝኾነ ምናምን ጌርካ ሰጥ ዝብል እዩ ዝመስሎ ሱር ዝሰደደ እዩ። ገለገሊኡ ማሕበረሰባዊ ኣተሓሳስባ ዝፈጠረ እዩ። ዝረግም ሰብ ብዙሕ እዩ ብዛዕባ ሰናይ ምሕደር ብዛዕባ ሙስና ብዛዕባ ምናምን ዝትግብር ሰብ ግን ውሕድ እዩ ትርግም ዝውዕል ነበረ ነዚ ዝኹንን ዝነበረ ሰብ ኣተቕሚጥካዮ እሳ ይሰርሕ ከም ማሕበረሰብ ኣብዚ ጉዳይ እዚ ዘሎ ነገር ከቢድ እዩ ብጣዕሚ ከቢድ እዩ ኣብዚ ግዕዝይና ዘሎ ነገር ቀያዲ እዩ ወስ ክትብል ዘይገብር እዩ። ገንዘብ መሬት ተዘሪፉ ክንዲዚ ቀርሺ ተበሊዑ ምናምን ግዛዕ ምዛዕ ኣይኮነን። በቃ ምንም ክትራመደ ይትክእል ንቅድሚት ስር ክትጓዓዘ ይትክእል ቀጥ እዩ ዘብለካ ደው ኢኻ ትብል ስለዚ እዚ ባዕሉ ንጸጥታና ሓደ ዓብዪ ምኽንያት እዩ። ኩሎም ናይ ጸጥታን ምምሕዳርን ኣባላት ተቓናጆምን ተናቢቦምን ዘይምስራሕ ዘሎ ሽግር እዩ። እዚ ናይ ጸጥታ ኣካላት ይኹን ጠቕላላ እቲ ፖለቲካዊ መሪሕነት ተናቢብካ ተረዳዲእኻ ብኣግባቡ ነቲ ጉዳይ ዘይምምራሕ ሽግር ኣሎ። እዚ ምክንያቱ ሰራዊት ምልሻ ፖሊስ ምናምን ግዛዕ ምዛዕ ይበሃል እዩ ማለት ኩሎም ነናይ ባዕሎም ስራሕ ክሰርሑ ኣለዎም ኩሎም ነናይ ባዕሎም ስራሕ ክፍፅሙ ክክእሉ ኣለዎም ኣብዚኣ ግን ብስሩ ክንስሕታ ዘይብልና ነዚኦም ኩሎም ዝመርሕ እቲ ፖለቲካዊ መሪሕነት እዩ ኣብዚ ከይትደራደሩ ፖሊስ ንሕና ይንእዝዘን ሰራዊት ንሕና ይንእዝዘን ዝኾነ ናይ ፀጥታ ሓይሊ ንሕና ይንእዝዘን ከም ዝበሃል ነገር ኣይሰራን ፖለቲካዊ መሪሕነት ዘይመርሖ ናይ ፀፅታ ኣካል የለን። ኣፍቲ ናይ ፀፅታ ስምሪት ምውፋር፣ ኣፍቲ ናይ ፀፅታ ኣፈታትሓ፣ ኣፍቲ ናይ ፀፅታ ኣተሓሳስባ እቲ ናይ ፀፅታ ሽግር ኣብ ምእላይ ክገብሮ ዝግበኦ ግን ክምራሕ ክኽእል ኣለዎ። ካሊእ ናይ ፍትሒ ኣካላትና ምናልባት ኣብዚ ትህልው ኢኹም ከይትቕየሙኒ እቲ ሓቂ ክዛረብ ስለ ዘለኒ ዳርጋ ኩሎም ኣንጻር ህልውናና እዮም ዝሰርሑ ናይ ፍትሒ ኣካላት ፍትሒ ሲ ኣብ ትግራይ ዘሎ ናይ ፍትሒ ጉድለት ሰኢሉ ጉድለት ኣይኮነን ከምዚ ኮነ ኢልካስ እቲ ፍትሕስ ንዘይፍትሒ ዝተወደበ ዓይነት እቲ ፍትሒ ንፍትሒ ዘይኮነስ ፍትሒ ንኸይመፅእ ዝተወደበ ወይ ልኡኽ ዝተውሃቦ ዓይነት ማስረጃ ይምፃእ ተተባሂሉ ብዙሕ እዩ ምስዚ ተታሓሒዙ እና ምስ ካልእ ተታሓሒዙ ከኣ ወንጀለኛ ኣይጥየቅን ኣብ ትግራይ ሕጂ ወንጀለኛ ኣይጥየቅን ወንጀለኛ ፖሊስ ሒዙ ወይ ሰራዊት ሒዙ ወይ የምፅን ጥራሕ ኣይኮነን ንወንጀለኛ ወንጀል ፈፂሙ ኢሉ ክምስክር ዝዳሎ ኣተሓሳስባ እውን የለን ብስሩ ምድፍፋር እውን የለን። ካብ ተደፋፊርካ ወንጀለኛታት ከተጋልጽ ንዘይምድፍፋር ተሓብኦ እዩ ዝበዝሕ ሸለል ትብሎ እስኪ ይሕለፍ ኢልካ ስኽ ትብሎ እገለ ከይቀየመኒ እገለ ከምዚ ከይብለኒ እዚ ኢብን ኣብቲ ኣመራርሓ እውን እዚ ሓደ ጠንቂ እዩ ንፀጥታና ኣነፍቲ መፍትሕታት ክኾን ዘለዎ ዝብሎ ሓደ እቲ ዝበልክዎም ተሓድነትና ኣብኡ ምስራሕ እዩ ፖለቲካዊ መሪሕነት ትካ እዩ ዝሰርሐ ሓሲብና ንስራሕ እዩ ስራሕ ሓሲብና ቁፅሩ ዘይነዓቕ ማሕበረሰብ ኣብዚ ዝተዛበዐ ደንገርገር ስለ ዝነበረ ከመይ ጌርና ሓድነትናን ከመይ ጌርና ናብ ናይ ሓባር ኣተሓሳስባ ንምልሶ ሓድነትና ከመይ ጌርና ንፈትሖ ሓደ ንገብሮ እዩ ሓድነት ማለት ከምቲ ዓንተዎ ዝበልክዎ ብዝተፈላለየ መንገዲ ኣብቲ ኣተሓሳስባስ ናብ ሓደ ምምፃእ ማለት እዩ ኣብቲ ኣተሓሳስባስ ናብ ሓደ ምምፃእ ማለት እዩ ኣብቲ ኣተሓሳስባ ናብ ሓደ ንክትመፅእ ግን ብኸመይ ኢኻ ናብ ሓደ ክትመፅእ ትኽእል ዝብል ስራሕ ዘድልየ እዩ። ካልእ ቆሪፅና ናብ ቃልሲ ንእቶ ክልተ ረጊፅካ ኣይኮነን ዋ ሓደ ስርዓትሲ በዓል ዋና ኣለዎ ዝኾነ ስርዓት በዓል ዋና ኣለዎ፣ ተኸታሊ ከኣ ኣለዎ። ኣብ ቅድሚት ተሰሊፉ ዝገጥም ኣሎ፣ ዓጃቢ ከኣ ኣለዎ። ዓጃቢ ማለት ብሓሳቡ ዝረዳድኡ ማሕበረሰብ ናይ ማሕበረሰብ ክፍሊ ወይ ማሕበረሰብ ጠቕላላ ይጠቕመኒ ኢሉ ደድሕሪኡ ይስዕብ። ኣብ ቅድሚት ኮይኑ ዝዋጋእ ግን መሪሕነት ኣሎ። ስለዚ እቲ መሪሕነት ብኡ ደረጃ ንባዕሉ ክገጥም ክኽእል ኣለዎ እገለ ከምዚ ከይብለኒ ቤተሰብና እገለ ከምዚ ከይርእኒ ኣብዚ ከምዚ ከምዚ ዓይነት ኣረኣያ ስለ ዘሎ ኣብዚ ከባቢ እዚ ኣነ ከምዚ ዓይነት ኣረኣያ ሒዘ እንተመፅኦ ከምዚ ከይበሃል እዚ ነቲ ስርዓት ኣየዋጽዕኩ እኳ እቲ ስርዓት ናህና እዩ እንተኢልናዮ እቲ ሕጂ ንኸዶ ዘለና ግዝያዊ ምሕዳር መስሪትና መኸተና ኣቐጺልና ቀጻሊ ናይ ህዝቢ ትግራይ ዕድል ክንውስን ኢልና እንተኾይንና ንኸይድ ዘለና እዙይ ንምትግባር ዋጋ ክንከፍል ክንክእል ኣለና ብዘይ ምንም ካሊእ ተስፋ ብዘይ ምንም ወለመለም ብምሉእ ልብና ክንቃለስ ክንክእል ኣለና እዚ ተዘይኮይኑ ግን ኩነታት እናረኣኻ እስኪ ናብ እያ ተምርሕ እንታይ እያ ትመስል ከመይ ትኸውን እዚ ናይ ሓደ ናይ ሓደ ስርዓት በዓል ዋና ዝኾነ ማሕበረሰብ ክፍሊ ኣተሓሳስባ ኣይኮነን ስለዚ ቆሪፅና ናብ ቃልሲ ክንኣቱ ክንክእል ንሓቂ ንምዝራብ ሳእ ተዋፀና ካብዚ ወፃእ ግን ወለም ዘለም ተሎ የሸጋሪ እዩ እዚ ናይ መንግስቲ ሽሞኛ ናይቲ ውድብ ካድረ እዚ ብዝኾነ ዕድል ብዝኾነ ምክንያት ኣብ ሓላፍነትን ኣብ ቅድሚት ተሰሊፉ ዋጋ ንክከፍልን ዝተቐመጠ ንመስዋእቲ ዝተዳለወ ሓይሊ እዩ። መስዋእቲ ማለት ብዙሕ ግዜ መስዋእቲ ከምዚ ብህይወት ገለ ኣይኮነን። ዋጋ መስዋእቲ ዋጋ ምኽፋል ማለት ድኻም፣ ክትደክም፣ ክትጽዕር፣ ድቃስ ክትስእን፣ ንረብሓታትካ ዘይኮነስ ንረብሓ ሕዚ ዋጋ ክትከፍል፣ ዝመጸካ ተጽዕኖታትን ተቃውሞን እንተልዩውን ክትምክት፣ መስዋእቲ ማለት እዚ ኣነ መስዋእቲ ዝብሎ ነዚ መስዋእቲ እዚ ዝኸፍል ክኸውን ኣለዎ እቲ መሪሕነት ነዚ መስዋእቲ እዚ ዝከፍል ክኸውን ኣለዎ እቲ ካድረ ኩሎም ናይ ፀጥታ መሓውር ተኣሳሲሮም ክሰርሑ ኣለዎም እዚኣ ክገብር ዘለዎ ከዓ እቲ ፖለቲካዊ መሪሕነት እዩ ክገብራ ዘለዎ ብዋናነት ኩሉ ስራሕትና ሓላፍነትን ተሓታትነትን ዘረጋግፅ ክኾን ኣለዎ። እዚ መበገሲ ገይርና ኩሉ ስራሕትና ህዝባዊ ክኸውን ክኽእል ኣለዎ። ህዝባዊ ክኸውን እንተኾይኑ ግን ምስ ህዝቢ ክትረዳእ ኣለካ። ምስ ህዝቢ ትረዳእ ኣብ እግሪ ዳዕሮ ኣኪብካ ድስኩር ስለ ዝበዓልካ ኣይኮነ ኣብቲ ህዝቢ ክትፈትሐን ዝግበእካ ነገራት ኣለዎ። ኣብቲ ህዝቢ ክትዕርየን ዝግበእካ ነገራት ኣለዋ። ሰናይ ምምሕዳር፣ ውፅኢት ዘለዎ ስራሕ፣ ፍትሒ፣ ኣሳልጦ ናይ ስራሕ እዚኦ እንተገይርካ እዩ ዝመፀካ እምበር ናይ ህዝቢ ክንገብሮ ኢና ናይ ፀጥታ ኢልካስ ኣኪብካ ዝኾነ ነገር ስለ ዝበልካ ኣይኮነ እዛ ፀጥታ ሽግር ተተፈጢራማ እታ ፅብቕቲ ፍትሕና ክትባላሸያ እታ ፅብቕቲ ናይ ስራሕ ኣፈፃፅማና ክትባላሸያ እታ ጽብቅቲ ምምሕዳርና ክትባላሾ እያ ስለዚ ጸጥታና ክንሰር ክንዕሪ ኣለና እዩ ዝብል ተዘይኮይኑ ብኣኸባ ህዝቢ ወዲብካ ከምዚ ወይሲልካ ውዳበታት ፈጢርካ ንዓ በዚ ውፈር በዚ እቶ እዚ ናይ ህዝቢ ገይርካዮ ማለት ኣይኮነ ናይ ህዝቢ ገይርካዮ ማለት ኣይኮነ ውዳበ ሓደ ኣካሊ ግን ዋና ነገር ታቐበሊኡ ታወረድኡስ ታጣቢኡስ ከይትባላሸወኒ ዝብል ኣተሓሳስባ እንተፈጢርካለይ ፅቡቕ እየ ዘለኹ፣ ፅቡቕ እየ ዝምራሕ ዘለኹ፣ ፅቡቕ እየ እተኣናገድ ዘለኹ፣ ፅቡቕ እዩ ሽግረይ ዝፍታሕ ዘሎ እንተይሉ እዩ ዋእ እሞ እዚኣማ ከይትባላሸወኒ ኢሉ ፀጥታ ናብ ፀጥታ ዝኣቱ። ስለዚ ናይ ህዝቢ ንግበሮ ማለት ካብዚ ኣንፃር እዚ እንተዘይርኢናዮ ኣሸጋሪ እዩ። ኣብ ናይ ፍትሒ ኣካላት ዘሎ ናይ ፍትሒ ምዝባዕን ናይ ቅንዕና ሽግርን፣ ክንቃለሶ ኣለና ኩላትና ባይዘ ፍትሒ እንታይ እሞ ክንገብሮ ፖሊስ እንታይ እሞ ክንገብሮ ሰራዊት እንታይ እሞ ክንገብሮ ዝብል ፖለቲካዊ መሪሕነት እንተልዩ ሰነፍ እዩ ይግበር እዩ ንፍትሒ እንታይ ትገብሮ ኻሊእ ሽግር ዝፈጥር ናይ ፀጥታ ኣካል እንተልዩ እንታይ ትገብሮስ ኣሎ መንገዲ መንገዲ ኣለዎ ናይ ባዕሉ ሕግን ስርዓትን ኣለዎ ስለዚ ብዙሕ ግዜ ንናይ ፍትሒ ሰባት ንዝኾኑ ሰባት እናደብረኻ መንግስቲ ዝኣክል ዘዋ መርሓ ዝኣክል ወረዳ መርሓ ዝኣክል ዓብዪ ስልጣን ሒዝስ ጓና ናይ ፍትሒ ጓና ነቲ ፍትሒ ምንም ከም ዘይገብር እዚ ባዕሉ ተካይዳና ዘሎ ሽግር እዩ ዝገብረሉ መንገድታት ዘሎ ነቲ ዝገብረሉ መንገድታት ኢና ክንርኢ ዘይንደሊ ዘለና ስለዚ ናይ ፍትሒ ስርዓትና ክዕሪ ተኮይኑ ናይ ፍትሒ ሰባት ክዕርዩ ንፅበ እዞም ናይ ፍትሒ ኣካላት ጥራሕስ ክዕርዩ ንጽበ እንተኾይንና ለውጢ ክመጽእ ይኽእል። ካሊእ ህዝቢ ክሒዶም ናይ ዓፋር ይኹን ናይ ግዛዕ ሸፊቶም ነይሮም ዝሸፈቱ ክምለሱ ኣለዎም። ሸፊቶም ነይሮም ዝመፁ ከዓ ኣብዚኣ ተዳልያተሎም እያ ናይ ተሃድሶ ሰርቲፊኬት ክትወሃቦም እያ ናይ ምሕረት ወንጀለኛታት ምሓዝ ናብ ሕጊ ምቕራብ እዚ ያው እቲ ሓደ ዕር እዩ ንፀፅታና ዝህውኽ ዘሎ እዩ መንግስቲ ክኸዶም ዝደለየ ዘበሎም ነገር ኣሎ ብኡ እቶም ዘለዎ እቶም ሕጂ ዘለዉ ሽግራት ብኡ ዝፍትሐሉ ኩነታት ክመዓራረ እዩ ተዘይ ኮይኑ ግን ወንጀለኛ ከም ድላይ ዝገብረሉ ምንም ዝሕዞ ዝኣስሮ ዝጥይቆ ዘየሉ ካብኡ እቲ ሕጊ ከዓ ወንጀል ፈፂሙ ሒዙ ንዝመፀ ዘይኮነስ ዘዋኽቦ ነቲ ዝሓዘ እዩ ኣበይ ርኢኻ ማስረጃ ኣለካ ዶ መቸም ሌባ ሰራቒ ወይ ወንጀለኛስ ርእይለይ ስምዑለይ ኢሉ ኣይሰርሕን ተሓዊኡ ተኸው ኢሉ ይሰርሕ እዚ ይፈልጥ እኮ እዩ እቲ ናይ ሕጊ ሰብ እኮ እዚ ይፈልጥ እዩ መፍትሒ ከዓ ኣለዎ እዩ በቲ ሕጊ ከዓ ኣለዎ እዩ እዚስ መፍትሒ ኣለዎ እዩ ቅንዕና እንተልዩ ከመይ ውግንና ጥራሕ እዩ ማሕበረሰባዊ ውግንና እንተልዩ ተኣልዩ ኢኻ ማሕበራዊ ውግንና እንተዘይልዩ ግን እቲ ሕጊ ሕጊ ንዘይምኽባር ትጥቀመሉ ማለት እዩ። ሕጊ ንዘይምኽባር ትጥቀመሉ እዚ ፍልይ ብዝበለ መንገዲ ክረአ ስለ ዘለዎ ካብኡ ተዓንቶ ዝበልኩላ ኩላትና ኣንጻር ግዕዝይና ክንቃለስ ክንክእል ኣለና። ኣብዚኣ እታ ብደንብ ከብረህ ክገልጾ ዝደሊ ትፈልጥዎ ኢኹም ግዕዝይና ሲ እቲ ንትግራይ ቀይዱ ዘሎ እዩ ዋላ እቲ ግዜያዊ ምሕዳር ክሰርሕ ተደልዩስ ወስ ክብለ ይኽእል ፍሒት ክብለ ይኽእል ምክንያቱ ዝተቋላለፈ ስለ ዝኾነ እቲ ዝውረር ዘሎ መሬት እቲ ዝውረድ ዘሎ ማዕድን፣ እቲ ዝፍጠር ዘሎ ናይ ፍትሒ ሽግር ከም ዘለዎ እናሃለወ መንግስቲ ግን ፍሒት ክብለ ይኽእል፣ ስራሕ ክሰርሕ ይኽእል። መሬት ንምርካብ መሬት ንምሻጥ ኣጭብርቢርካ በሺ መሬት ኣይትስእንን። ንቁም ነገር ክተውዕሎ ግን መሬት የለን። የለን ግዕዝይና እንተዘይተቃሊስናዮ ከምቲ ዝበልኩኹምስ ኢልካ ሕጂ ቃልሲ ጌርካ ውረድ ደይብ እዛ ኣምጻእ ኢልካ ዝዕረ ዋላ ተዘይኮነ እናዓገስናዮ እንተዘይከይድና ክሳዕ ጠቕላላ ንመዓራረ ከቢድ እዩ ዘሎ ንትግራይ ፀፅታና ጠንቂ ስለዝኾነ ንካልኦት ነገራትና እውን ጠንቂ ስለዝኾነ እዙይ ሓቢርና ክንቃለሶ ኣለና እዩ ክብለል እየ ከምቲ ኩላትና ንፈልጦ ፀላእትና ሕጂ በተን ደካማ ጎንና ክሓንቁና እዮም ዝደልዩ ዘለዉ በቲኣ መፅዮም በቲኣ ግን ሰራዊትና ምብታን እያ ታዋና ታሽሞም ታዋና ስራሕ ሰራዊትናስ ምድኻም ናብ ዓፋር ገሊኡ ክብተን ገሊኡ ግዛዕ ክገበር ገሊኡ ዝኾነ ክኾን ገሊኡ ከንፅርፅር ገሊኡ ሰልፊ ክስለፍ ገሊኡ እዚኣም ዝገብሩ ዘለዉ መዋፃፂና ፖለቲካዊ መሪሕነትና እዩ ፖለቲካዊ መሪሕነትና ክጥንክር ፖለቲካዊ መሪሕነትና ሞራል ክህልዎ ካልኦት ኩሎም ክድግፉ ኣለዎም። ብመሰረቱ ግን መጨረሽኡ መወፃፅኢና ፖለቲካዊ ኣመራርሕና እዩ። እቲ ውድብ እቲ ፖለቲካዊ ውድብ እዩ። እቲ ፖለቲካዊ ውድብ እቲ መኸተ መሪሕዎ ህዝቢ ዝመረፆ ሕጂ እውን ዝለዓለ ቅቡልነት ኣብ ትግራይ ዘለዎ እሱ እዩ። ካሊእ ዝሕሸ ፖለቲካዊ ውድብ ተመፅዩ እሰየ ዝሕሸ ይፍቶ እምበር ይፅላ። ግን ሕጂ ብጭቡጥ ህዝቢ ከተሓብር ዝኽእል ህዝቢ ከክትት ዝኽእል ህዝቢ ተስፋ ዘለዎ ኣብዚ ውድብ እዚ እዩ። እቲ ሓላፍነት ኣብኡ እዩ ዘሎ ሕጂ እውን። ስለዚ እቲ ፖለቲካዊ መሪሕነት ኣብ ቅድሚት ተሰሊፉ እቶም ፈተናታት እናተሳገረ ንኩላትና ሒዝና ተሸክምና ክወፅእ እንተዘይክኢሉ በዚ ደኾን ይሕሽ ናብዚ ደኾን ይሕሽ በዚ ደኾን ንወፅእ እዚ ዋጋ ይብል ዋጋ ይብል ካብ ፖለቲካዊ መሪሕነት ወፃኢ ብዝኾነ ካሊእ ሓይሊ ትወፅእ ዓዲ የላን። ጠንካራ ፖለቲካዊ ዕላማን ፖለቲካዊ መሪሕነትን ፈጢርካ እዩ። እዚ ከዓ ዝፀንሐ ዓቕሚ ኣለና። ንሱ እዩ ሽግር ተፈጢሩ ዘሎ እሱ ክንዕርዮ ክንክእል ኣለና። ስለዚ ዝዕረ ስኢሉ ኣብ ላዕሊ ዘለዉ ማእኸላይ ኮሚቴ ስራ ኣስፈፃሚ ሰምደኾን እገለ ከምዚ ምስ እገለ ገለ ግዛዕ ምዛዕ ዝብል ኣጀንዳኡ ኣእቲኻ መጀመርያ እቲ መሬት ንዕርዮ እቲ ኣብ ታሕቲ ዘሎ እሱ እንተዕሪናዮ እቲ ላዕሊ ዘሎ ሽግር ተልዎ ካብቲ ናይቲ ህዝቢ ድሌትን ፅሬትን ወፃእ ዝኸይድ ዝኾነ ጉጅለ ክህሉ ይኽእል ስለዚ ካብዚ ኣንጻር እዚ ህዝብና ኣብ ከቢድ መንቀራቐሪ ዘሎ ፀላእትና ከዓ ይሕነዩልና እዮም ዘለዉ ሲዒርና ክንወጽእ እንተኾይንና እቲ መሪሕነት በብደረጅኡ ዘለዎ ፖለቲካዊ መሪሕነት ኣብ ቅድሚት ተሰሊፉ ኩሉ ክፈል ዝግብኦ ዋጋ ንክከፍል ድልው ክኸውን ኣለዎ ብኮሚትመንት ቆሪፁ ክኣቱ ኣለዎ ጀሚርኩም ኣለኹም ናብ መጨረሽኡ ንክበፅሕ ከዓ ኩሉ ዝኽፈል ዋጋ ሓቢርና ንኽፈል ንሕና ዝኸኣልናዮ ክንሕግዝ ኢና ዝኸኣልናዮ ክንሕግዝ ኢና ክንዲ ዝኸኣልናዮ እቲ ወሳኒ ጉዳይ ግን ናይቲ ፖለቲካዊ መሪሕነት እዩ ስለ ዘዳመፅኩምኒ የቕንየለይ።